ሰላም ሰላም! ሰላማት ፈተውተይ! ከመይ ኣለኹም?
ኣለና እምበሪ!
ከመይ ውዒልኹም?
ዳሕና ኢና እግዚኣብሔር ይመስገን! ኩሉ ሰላም ድዩ?
ሰላም ነው! ብዝኾነ ሎሚ እውን ከምቲ ልሙድ ቡና ይፈላሕ፣ ኣደታት ዕልል በላ ናብ መደብና። ጀነራል ወድንጥሩ ሓደ ሚስጥር ኣውፂኡ ኣሎ ብዛዕባ ካሜራማን ፊላሪ። እቶም ፊልማን ካሜራ ማን ንሻዕብያ ሐሊፉ እኮ ሂቡ ናይ መሰረት ዶኩመንት ምሳኻ እዩ ዘሎ ሃባ ተዋሂቡ ከም ዝኸደ እየ ዝፈልጥ። ጀነራል ወደንጦርታ እዩ ዝብል ዘሎ ናይ መሰረት ዶኩሜንት ምሳኻ እዩ ዘሎ ኢሎም ንፊላሪ ናብ ኤርትራ ወሲዶሞ እዩ ዝብሎ። እዚ ጥራሕ ኣይኮነን ካብ ትግራይ እውን ግብረ መልሲ ን ልምዓት ጉጅለ ኣደታትና። ኣዴታት እዚኣተንስ ትክክል ኣይኮናይን እዩዋ ኣነ ኣደይ ወፅያስ ደቅና ሒዝና ላእይ ድያ ጓልይ ሒዘስ ክጋደል እያ ትብላ ኣነ ከኣ ኣይጋደልን። ኣብ ሂወትኪ መን ወሳኒት ጌርዋ? እዚ ጥራሕ ኣይኮነን ሓንቲ ሓፍትና ውን ኤርትራዊ እየ ኢሉ ጉድ ጌርኒ ትብል። ኣታሊልኒ ንዓይ ኤርትራዊ እየ ኢሉ ቀሪብኒ ሰለስተ ቆልዓ ወሊደ ኣሎ። እስከ እንታይ ስለ ዝኮንኪ ከምዚ መጺኪ ትዛረቢ ተፋላሊኩም ኣለኩም ካልእ ሂወት እሱ ጀሚሩ ኣሎ። ከምኡ ውን ሕቡእ ቃንዛ ሓውና ሕማቅ ረኪቡ ኣሎ ሎሚ ውን ተጠሊሙ ኣሎ። ገንዘቡ ሃቦ ገንዘቡ እኳ ይብለኩም ኣሎ ገንዘብ የብሉን ምሳይ። እስቲ ብዛዕባ እዚኦም ኻልኦቶም ክንሪና ሰናይ መገጥጣል። ኣለና ዶ ኣይስማዕሉይ ኣለና ዶ። ኣለና ዶ። ግም ዱም ሻካራካ ቦም ቦም ቦም ቦም ሰላም ሰላም ፍታ ዘባግሸ ኢንተርቴመንት ተኸልቲ ኳዕ ብሰላም ናብ መደብና ብድሓን ሃ ብድሓን መጻኹም። What's happening? What's happening? ኣከም ኣከም ጅርቱ ጅራ ኣህለን ወሳህለን ኬፍ ሓልኩም ኒሃው እናበልና ኣብ ቻይና ነጋ ማሕተን እናበልና ኣብ ሳዋ መደብና ጀሚርና ኣለና ቅድሚና መድና ምኻድና ንቻናል እዚ ሓድሽ ለኾንኩም ሳ ሳብስክራይብ ገርኩም ከይትርስዑ ከምኡ ድማ ነዚ ቪድዮ እዚ like እሺ ፍቶ ኣትክልቲ ሎሚ እውን ከምቲ ልሙድ ኣብዚ ህልውና ኣዘራረብቲ ዘለዉ ዛዕባታት ክንሪና ከምኡ ብጣዕሚ ደስ ስለዘናግዑኒ ቪድዮታት ድማ ተዳልዮም ኣለዉ ረብሱ ኮይኖም ክንሳቕ ኢና ለው ክትኾኑ መኪና ክዳን ቁደድ ልብል ድማ ክዳንና ክንቀድድ ኢና
ካብ ሰላም ናብ ዝኾነ ቻናል ብድሓ መፃኹም ተጋኑ ኤርትራን ሓት የብላ ኣፋላይ ንቐጽል። እሺ ፍትዎ ተኸታተልቲ እስቲ ከም መእተዊ ክኾነና ለሙን ከም ትልሙድ ብኣገራሚ ዝኾነ ናይ ቃለ መሕተት ቪድዮና ክንጅምር ያው እዛ ሕቶ እዚኣ ኩላትና ንክንምልስ ንፈትን ኣነ ይኸኣልኹ እንድዒ ዝብድ ይኾን
ሜሮይ

ሓሰማ ተኾይኑለ ይርኢ ይርኢ እዩ ሃምባዴለይ ብራዘርዋ እዚ ሕቶ እዚ መልሲ የብሉይ እስቲ ናብ ሰማይ ክርኢ ዘይኽእል እንስሳ እንታይ እዩ ኣብ ኮሜንት እንድዒ ዝብዲ ይኾን እስቲ ትፈልጥዎ ሰባት ኣብ ኮሜንት መልስኹም ኣብዚ ሕጂ ሰዓት ብጣዕሚ ደስ ትብለኒ ቃል እንድሕር ተደኣ ሃልያ እግዚኣብሔር ይፈልጥ

ኣማግኒኒ
መኸዝነ ዓይና ቁርሲ በቃ ሺ እሺ ተኸታተልቲ ከም ትዕዘብዎ ዘለኹም ኣብዚ ባህልና ባይዘወ ብዙሕ ነገር እዩ ዘሎ ከዚ እውን እዘን ኣደና እዚአን ዝብላና ዘለዋ እንታይ እዩ ኣብ ባሕቲ ሰነ ሰኒ እንተውዒላ ግዴታ ገዓት ኣብ ደገ እዩ ዝገዓት ንምንታይ ኣንሽቲ ከይሞታ እንታይ ከዛረብ ዘለካ ማለት ይሞታ ዲና ይሞታ ኣደኖ ግን እዘን ኣደና ዝብላና ዘለዋ እዚ ነገር እዚ ሰሚዕኹም ትፈልጥሎ እስቲ ትፈልጡ ተማኹም ኣብ ኮሜንት ተዝሕላ ሃባ ነዳዲ ሸር በሎ እሺ ፍቶ ስልቲ እስቲ ናብቲ ዝቕፅል ህልው ኣዘራራብ ዘለዎ ዛዕባ ክወስደኩም እሱ ድማ እዛ ትሪእዋ ዘለኹም ሓፍትና ኣብ ቲክቶክ ትፈልጥዋ ትኾኑ ኢኹም እዛ ሓፍትና እዚኣ እውን በዓል ገዛ ኣብዚ ሚድያ ተምፅኦ ነይራ እያ ብጣዕሚ ሃም ትፈትዮ ሃም ተፍቅሮ እያ ትዛረብ ነይራ ያው ሰለስተ ቆልዑ እውን ወሊዶም ኣለው። ብልቕፅል ብዝኸት ሰዓትዚ ብሓደ ኣይኾነን ዘለው ተፈላለዮም እዮም ዘለው። እቲ ቀንዲ መፈላለዩ እቲ ምክንያት እኳ ተዘይተፈለጠ ግን ዝሓፍትና ትግራዋይ እናሃለየ ኤርትራዊ እየ ኢሉ ሰለስተ ቆልዑ ወሊዱ ካብኡ ግን ገዲፍኒ ከይዱ ትብል እስቲ ንስማያ። ኣታሊልኒ ንዓይ ኤርትራዊ ኢሉ ቀሪብኒ

ንሳ ሓፍቱ ስለ ዝኾነት ኣነ ከ ኤርትራዊ ስለ ዝኾንኩ።
እሺ ፍትኽትልቲ ከም ትዕዘብዎ ዘለኹም እዮው እስቲ ዘይትፈልጥዎም ሰባት እዞም ሰባት እዚኦም እዮም ቪድዮ ብሓደ ቀደም ዝሰረሕዎ ከመይ ከለካ ሚካ ዓይነት ኤርትራውያን ኢና ኢሎም ይቐርቡኻ ተጋሩ ኮንካ ዝፀናሕኻ ብዙሕ ዘረባታት ይመጸኒ ነይሩ ንዓይ ዋላ ኣብ ላይፍ ክኣቱ ከለኹ በቃ ከምዚ እንዲ ከምዚ ኣነ እዝኒ ይገብረሉም እዩ ነይረ ባዕሉ ይውጽዎ ባዕሉ ስለ ዘውጽኦ ከዓ እንታ ግድን ከዓ ማስ ሜዳ ከዓ ክፈልጦ ኣለዎ ኣታሊልኒ ንዓይ ኤርትራዊ እየ ኢሉ ቀሪብኒ ሰለስተ ቆልዓ እየ ወሊደ ኣለኹ ኤርትራዊ ኢለ ኣታሊልኒ ብማስ ሜዳ ከዓ ተፈሊጡ ማለት እዩ ቁርብ ተዘይሓፍር ቁርብ ዘይተሓፍር ኣሪካ ኢኻ ንስኻ ወዲ ጭኳንታ ጭኳ ኢኻ ንስኻ ኣነስ ምንኣስካ እየ ንዓኻ ጓል ዕስራን ሸሞንተን ዓመት እየ ዋይ ተዋረድ ኣሕዋት ጓል 28 ዓመት ሰለስተ ቆልዑ ወሊዳ ኣሕዋት እ፣ ከም ትሪእዎ ዘለኹም ኣዝዩ ዘሕዝን እዩ ኣነ እ፣ ቀንዲ ዘተሓሳስበኒ ዘሎ እዚ እዛ ፅምዶ ብዙሕ ፈተና ይበዝሓ ኣሎ ኣሕዋት ብሸዊት መዝገቦ ብዙሕ ፈተናታት ወፅሕዋ ከዚ ከዓ ከም ትሪእዎ ዘለኹም ሓድሽ ኩናት እዩ ዝውላዕ ዘሎ እ፣ እንታይ እዩ እሞ እቲ ፀገም ማለት ትግራዋይ ኮነ ኤርትራዊ ኮነ ክዋለድ ክዋሰብ ኣይኽእልን ድዩ እሲ እዛ ቪድዮ እዚኣ እውን ንከታተል። ነዛ ሓፍትናስ ኣቦ ደቃስ ትግራዋይ እዩ ሕጂ እዛ ሓፍትና እንታይ እያ ትብል ኣቦ ደቀይ ኤርትራዊ ተመሲሉ ትግራዋይ ኮሎ ሰለስተ ቆልዑ ወሊድለይ እያ ትብል ኣነ ሕጂ ክሓቶ ደልየ ዘለኹ ሓደ ትግራዋይ ካብ ሓንቲ ኤርትራዊት ሰለስተ ቆልዑ ተወለደስ እንታይ ጸገም ዘለዎ ወይ ሓንቲ ኤርትራዊት ካብ ሓደ ትግራዋይ ሰለስተ ቆልዑ ይኮነ ወላ ዕስራ ተወለደሲ እንታይ እቲ ሽግር ዘለዎ ሕጂ እዛ ሓፍትና ብገለ ምዚ ኣቦ ደቃ ተባኢሳ ግዲ ኮይና ኣብዚ መጽያ እንታይ ትብል እዚ ትግራዋይ ኤርትራዊ ተመሲሉሲ ሰለስተ ቆልዑ ወሊደለይ ድሕሪ ሰለስተ ቆልዑ ምውላዱሲ ትግራዋይ ከም ምዃኑ ፈሊጠ እያ ትብል ሕጂ ሓደ ትግራዋይ ከማኻ ቋንቋ ዝዛረብ ከማኻ ባህሉ ንዓኻ ዝመስል እንተወለደልካሲ እንታይ እቲ ሽግር ዘለዎ ሕጂ ነዛ ሓፍትናሲ ወሊድላይ ሰለስተ ቆልዑ ወሊድላ ዘሎ ሰብ ፈጢሮም እዮም ሕጂ ከም ካልእ ኮይና ኣብ ዝመጽኣ ኤርትራዊት ተመሲሉ ሰለስተ ቆልዑ ወሊድለይ ክትብል ኮላስ እንታይ ክትገብር እያ መጽኣ እንታይ ክትብል መጽኣ ምስ መን ክተባእስ እያ መጽኣ እዚ ትግራዋይ እዚ እኳ ሰብ እዩ ፈጢሩ ዘሎ ካብ ሓንቲ ኤርትራዊት ሕጂ ንሕና ዲና ምስኡ ክንባእስ እንታይ ስለ ዝኾንኪ ክብዚ መጽ ክትዛረቢ ተባዒሽ ከለኺ ብዝኾነ ምኽንያት ተፋላሊኹም ኣለኹም ካልእ ሂወት እሱ ጀሚሩ ኣሎ እስኻ ካልእ ሂወት ክትጅምሪ ብዝሓባ ግን ኣብዚ መጺኻ እዚ ትግራዋይ ኤርትራዊ ተመሲሉ ሰለስተ ቆልዑ ወሊድለይ እንታይ ማለት እዩ ዋ ሕብረት የለን ድዩ ደሓር ከኣሲ ሓደ ትግራዋይ ካብ ሓንቲ ኤርትራዊ ተወለደስ እንታይ ጸገም ዘለዎ እንታይ እዮም ተጋሩ ተጋሩ እኮ ሰባት ከማነ እዮም ዋ እንታይ ክትዛርቡና ደሊኹም ኢኹም ተጋሩሲ ዋላ ሓንቲ ሽግር የብሎምኒ ገማና ሰባት እዮም ገማና ለዋሃት ብሩኻት ሓደ ክልተ ገዲፍካ ጥዑያት እዮም ተጋሩ እዚኣሲ ማይ ገርኩም ሓጥዋ ሕጂ ንሕና ወይ ካብ ዞባ ማእኸል ስለ ዝመፃና ወይ እዚኣ ምሳና ጓዞባና ስለ ዝኾነት ጓዞባ ማእኸል ስለ ዝኾነት ንሕና ዲና ሓደ ትግራዋይ ከምዚ ኢሉ ወሊትላ ከምዚ ኢሉ ታሊልዋ ገለ ኢልና ሆይ ሆይ ክንብል ኣብዚ እዚ ትግራዋይ እዚ ሰብ ወሊዲ ሰለስተ ቆልዑ ወሊድልኪ ምዚ ኣቦ ደቅኺ እንተተረዳዳእኺ ጽቡቕ እንተ ዘይተረዳዳእኺ ከኣ ኣብዚ መጺኺ ትግራዋይ ኤርትራዊ ተመሲሉ ወሊድለይ ገለ ይትበሊ ትግራዋይ ሰብ እዩ ሰብ ካብ ፈጢሩ ኣሎ ካባኺ እዞም ደቅኺ ኣቦኦም ክደልዮም ምስ ኣቦኦም ከመይ ኢሎም ክቃረቡ ከም ዘለዎም ክትገብርለኪ ጽልእኺ ዘርኢ የብልክን ኒሕና ከኣ ኤርትራውያን ስለ ዝኮና ወይ ሓማሴን ስለ ዝኮና ማእከል ስለ ዝኮና ኦው ትግራዋይ ከምዚ ወሊዱላ ከምዚ ኢልና ንዛረቦ ምክንያት የብልናን ትግራዋይ ሰብ እዩ ሰብ እዩ ክትፈልጢ ዘለኪ ስለዚ ዝተኻኣለ እንታይ ክትገብሪ ኣለኪ ሰላም ጌርኪ ንደቅኻ ከተዕብይ ኣለኪ ምስ ኣቦኦም ፍቕሪ ከም ዘለዎም ክትገብሪ ኣለኪ ፅልኢ ክዘርእሎም የብልክን ኣብዚ መፂኺ ከምዚ ኢሉ ተመሪዑ ከምዚ ኣይትበሊ ይሕፍር እዩ እዚ ትግራዋይ ትግራዋይ ትግራዋይ ትግራዋይ ካይ ትበል ትግራዋይ ሰብ እንጀራ ዓለም ብላዕ ክብሎ ይደሊ ነዚ ሓውና እዚ ፅቡቕ ዝኾነ ሓሳብ እዩ ኣውፅኡ ዘሎ ብልቕፅል እርግፀኛ እዩ ሚእቲ ፐርሰንት እዞም ሰብ ሓዳር እዚኦም እቲ ቀንዲ መፋትሒኦም ብዛዕባ መንነት ወይ ብዛዕባ ዜግነት ኣይኮነን ናይ ባዕሎም ፀገማት ክህል ይኽእል እዩ ግን ድማ ዝሓፍትና እዚኣ ኦሬዲ ተፈላለዮም ኣለዉ ከምኡ እውን እቲ በዓል ገዝኣ ናብ ኻልኢት ጓል ከም ዝኸደ እያ ትዛረብ ዘላ ስለዚ እዛ ሓፍትና እዚኣ ድማ እንታይ እያ ትገብር ዘላ ክተፀልሞ እያ ዘላ ይኾነ ትግራዋይ ሓደ ለይፍለጥ ሰብ እውን ካብ ናይጀርያዊ ካብ ቻይናዊ ካብ ባንግላደሽ እውን ክትወልዳ ክትዘምዳ ትኽእል ኣይኽን ግን ድማ ክትበኣሳ ተለኽን ክትፋትሓ ተለኽን ኣይኮንኽንን ዋይ እዚ እኮ ድሮ ከምዚ ነይሩ ምባል ጠጠው ኣብላ ኸዚ እውን ብልቕፅል ናይ ግሊ ፀገምኹም ብግልኹም ወድኡ ላብዚ ህዝቢ ምውራድ ኣየድልየኩምን ሐዚስ ህዝቢ ትግራይ ህዝቢ ኤርትራ ኣብዚ ዘልዕል ነገር የለን ኦፍኮርስ ክልቲኦኹም ሓዳር ክትገብሩ ተለኹም ህዝቢ ልህዝቢ ይኾነ እኮ ሓዳር ገይሮም ኢሉ ሆ የበለይ ብግልኹም ኢኹም ሓዳር ገይርኹም ብግልኹም ትፈላለዩ ተለኹም ድማ ብግልኹም ትውድእዋ ናብዚ ሚድያ መፂእኹም ኣይ እዚ ትግራዋይ እዩ ነይሩ ኣይ እዚ ኤርትራዊ እዩ ነይሩ ምባል ጠጠው ክብል ክኽእል ኣለዎ። እሺ ብተክልቲ እስቲ ናብቲ ዝቅጽል መደብ ድማ ክወስደኩም ንሱ ድማ ሕቡእ ቃንዛ እዩ ብዛዕባ ሕቡእ ቃንዛ ሕቡእ ናይ ሕቡእ ቃንዛ ታሪክ ኩሉኩም ሰሚዕኩም ኢኩም ኩላትና ሪኢናዮ ሓዚንና ኢና ብልቅጽል ን ሕቡእ ቃንዛ ሓደ ሓደ ኣሕዋትና ለጋሳት ኤርትራውያን ኣሕዋትና ን ሕቡእ ቃንዛ ገንዘብ ኣሰባሲቦም ናይ ገዛ ክራይ ንሓደ ዓመት ይኩን ልሓደ ሓደ መጽሓፍ መሐተሚ ኢሎም ገንዘብ ኣሰባሲቦምሉ ነይሮም፣ ኣኪቦምሉ ነይሮም። ከምኡ ድማ እቲ ቀንዲ እዚ ጎስጓስ ዝገብር ዝነበረ ድማ እዚ ትሪእዎ ዘለኹም ሓውና እዩ። ንሕቡእ ቃንዛ ሃቦ ኢሎም ብዝሕ ዝበለ ቅርሺ ሂቦሞ። እዚ ሓውና እዚ ድማ ብዝኸት ሰዓት እዚ ሕቡእ ቃንዛ ኣቕይምኒ እዩ ኣይህቦን ይብል። እስቲ እንታይ ማለቱ እዩ ንስማዕ። ባዕሉ እዩ ደይኮነላ ንሱ ምኽንያቱ ሓገዝ እንድሕር ተጸጊመ ኣለኹ ሚና ሓፍተይ ሓገዝ ተሂብክኒ ወላ ብገለ ኣምጽእያ። ወላ ገለ ትኹን ጥራሕ ሕግዘኒ ተሃሊኻ ከዓስ በቃ ማለት እንታይ ከ ይብል ወዲ ኣነ ማለት ናተይሲ ይሕግዘካ ተሃሊስ ይሕግዘካ እያ ተወዲኣ በቃ
ተመስገን ስለ ዝሓገዝካኒ ይብል ኣለዎም ሰብ እምበር ናቱ ጉሩብ ኣውፅኡ ጃምዓ ደው ኢልካ እንታይ ዝበልዎ ተሓጋግዛ ድዩ እዚ ናይለ ዘበን ሶ ኣብ መወዳእታ እንድሕር ከምኡ ዓይነት ሓገዝ ዘይኮነ ንዓይ ሕልናይ ዝገብረለይ ኣተሓጋግዛ'የ ዝሕግዝ እንድሕር ንስኹም ኦኬ ሶሎ ሓውና ንሕና ገንዘብ ሰድናልካ ገንዘብ ክትቦ ኢና ሓሲብናልካ ተልኩምኒ ኣነ ከኣ ኣይኮንኩን ልዕሊ ተሰማሚዕና እንታይ ኢና ንገብር ኣብ መወዳእታ ኣነ ገንዘብኩም ይመልሰልኩም እሞ ንስኹም ከኣ ብደስ ዝበለኩም ዓይነት ኣተሓጋግዛ ትሕግዙ እዚኣ እያ ከኣ ኣጋጢማ ዘላ ብዛሕቱ ንስኻ ትጽሕፈለይ እቲ ድሰደድካዮ ገንዘብ ተርእየኒ ገንዘብካ ሰደልካ ብደስ ዝበለካ ዓይነት ኣተሓጋግዛ ትሕግዝ። So እዚ ግን ገንዘብ ስለ ዝሰደድካለይ ኣይምልከተካን እዩ ስቁኢልካ ሃቦ ንስካ ተምልክ እሞ ናባይ እንታይ ክትገብር ሰደድካዮ ኣነ ከምኡ ሓሲበ እየ ናይ ሓገዝ ገንዘብሲ ከምኡ ሓሲበ እየ እቲ ገንዘብ ተቀቢለዮ ወይ እቲ ናተይ ሓሳባተይ ኣይተረዳእካዮን ኔርካ ኣይተረደእኩሞን ኔርኩም እቲ ኣነ ዝሓሰብኩዎስ ባቃ ቪድዮ ክዛረብ ስለ ዝሰምዕኩምኒ ደኣ ኢኩም ገንዘብኩም ትሰዱ ኣለኩ እምበር ስለምንታይ እየ ተሓጊዝ ከመይ ዓይነት ኣተሓጋግዘ እያ ክሕግዝ ተቢለ ዶ ኣለኩ ሲ ኣይተረዳእኩምን ምክንያቱ ናብ ባንከይ ስለ ዝመጽእ ዘሎ ናብ ባንክኩም ደይመጽእ ዋይ ዝኮነ ሰብ ኣብ ባንኩ ገንዘብ ኣውጽኡ ዘይሕግዝ ኢልኩም ትሓስቡ ኣብ መወዳእታ ተመላሲ ገንዘብ ስለ ዘሎ ናብ ብላስቲንግ ኣሎ ገንዘብ ዝምለስ ብላስቲንግ ይሓተካ ኢዩ መወዳእታ እቲ ቀረጽ ናይዚ ዓዲ ኢየ ዝብለኩም ዘሎ ኣብ መወዳእታ እቲ ቀረጽ ዝሓትት ኢዩ እዚ ገንዘብ እዚ ከሲ ኣብ ምንታይ ኣብ ምንታይ ሰደዮ ንስኩም ዝሰደድኩሞስ ንሰብ ሂበዮስ ኣብ መወዳእታ ባዕለይ ተመሊሰ ናይ ኩሉኩም ገንዘብ ክከፍሎ ሶ ከምኡ ኣይሰርሕን እዩ እዚ ኣብዚ ዘለናዮ ግዜ ከምኡ ኣይሰርሕን እዩ ኦረዲ እቲ ገንዘብ መብዛሕትኦም ሰባት ገንዘቦም ተመሊስዎም እዩ ሶ ኣብቲ ግሩፕ ስለ ትጽሒፉ ስለ ዘሎ ከኣ ኣብቲ ግሩፕ እንድሕር ተለኹም ኣብቲ ወሳብ ናቱ ግሩፕ ኣውጽኡ ኣሎ ኣብኡ ጽሒፉ ኣሎ ኣብኡ እትው እንድሕር ኢልኩም እቲ እቲ ሊንክ እንድሕር ሃሪምኩም ናብቲ ግሩፕ ክሰደኩም እዩ ኣብቲ ግሩፕ ሽዑ ብናትኩም ደስ ዝበለኩም ኣተሓጋግዛ ትሕግዝዎ ብከምዚ ሓግዝዎ ኢለ ኮንትሮል ኣይገብረኩን ዳኣ። እሺ ፍቶት እዚ ከም ትዕዘብዎ ዘለኹም እዩ ሶል ሓውና እዚ ገንዘብ ኣይህቦን ንሕቡእ ቃንዛ እዩ ዝብል ዘሎ ኣቱም ናባይ ይኣታው ዝገበርኩም ገንዘብ ግን ናብ ገገንዘብኹም ናብ ሕሳብ ኣካውንትኩም ክምልሰልኹም እየ እዩ ዝብል ዘሎ እቲ ቀንዲ ዘሕዝን ግን እዚ ኩሉ ምስ ተኣከበ ከም ትዕዘብዎ ዘለኹም ንሕቡእ ቃንዛ ኣይህብን እዩ ዝብል ዘሎ ሰሎ ሓውና ዝገብሮ ዘሎ ተግባር ትኽክል ኣይኾነን ሕው ቃንዛ ብዙሕ መንከራ ብዙሕ ፈተናታት ልሓለፈ ሰብ እዩ ከምዚ ኣይግብኦን ከምኡ ውን ሓደ ሓውና ትግራዋይ ውን ኣትዩ ንምንታይ ኢኻ ዘይትምልሰሉ ኣይትሓስዶ ኢልዎ ነይሩ ዝሃቦ ግብረ መልሲ ንስማዕ ሓውካ እዩ ተረዲካ ንሓውካ ዝሓሰድካስ ከመይ ኢልካ ማለት ንሓውካ እኮ ዝኹለይ ፀገም ኣሕሊፉ እቲ ሰብ እዚ ተረዲካ ኣብ ኣውሮፓ ዘሕለፎ ፀገም

ቅርሺ ሰብ ከዋጸሉ እዮ ኣነ ሕዚ ኣብ ቲክቶክ ብደንቢ ዝፍለጥ ተኮይነ ቅርሺ ሓጉ ዘይሊ ሰብ የብልኒ ተረዲካ ኣነ ካኣ ብስነ ስርዓት እየ ተቅርሺ እምበር እስኻ ክተማሓድሮ ኣይትክእልን ድንኳን ክፈት ወይ ዝኮነ ትካል ክፈት ኢልካ ኣይተማሓድሮን ተን ቅርሺ Nice። ዝሃብዎም ብኢዱ ብካሽ ትዎም እቲ ዝቁረጽ ዝቋራረጽ ካብቲ ቅርሺ ትቆርጽ ተረዲካ ወድነይ ሕጂ ተን ቅርሺ ትዎም እቲ ሰብ እዚ ናብ ጸገም እዩ ዘእትው ካበየናይ ዝቋራረጽ። ኖኖ ናይ መልእክቲ ናይ መልእክት ዝቁረጽ ገለ ተሃልዩ ካብ ባዕሉ ይቁረጽ እቲ ቅርሺ ተርዲካ። ግን ከኣ ሓውካ እዩ ኣብ ችግር እዩ ዘሎ ኣብ ካምፓላ ክንደይ መከራ ኣሕሊፉስ ሂወቱ ክትነጥቅዎ ንሰብ እዚ እኮ ብጣዕሚ ጠንካራ ኮይኑ እምበር ከምቲ ዝንኤ ኩነታት ዓርሱ መጥፍኢ ነይሩ ማርያም ካሊእ ሰብተ ዝኸውን ንሱ ዝሕረሱ ሓፍቱ ዝሓስበ ተተገረ ክነግረካ ክነግረካ ወዲ መስፍን ወጹ መጺኡ ዶ ሶሎ ሓውናስ ክንሕጉዞ ኢሉ ቀዳማይ ወጺኡ ብዚኣ ማስ ሜድያ ሓገዝ ኣንቂልዋ። እኮ ሞሲ ምሕጎስ ጽናሕ ሓንሳእ ተኽኣሎ። ሓንሳእ ሓንሳእ ጽኖይ ናይ ናይ ስምዓኒ ሓንሳእ ሶሎ ኣየር ግዛ ድኳን ግዛ ገለ ሽብ ተክትልቲ ከም ትዕዘብዎ ዘለኹም እዚ ሓውና ጽቡቅ ጌሩ እዩ ገሊጽዎ ዘሎ ሶሎ ሓውና እቲ ገንዘብ ንኡ ግዴታ ክህቦ ክኽእል ኣለዎ እምበር ሓደ ስጀመር ሓደ ሰብ ቅርሺ ኣብጽሓለይ ክብለካ ተሎ ክትምልሰሉ የብልኻን ከምኡውን ብዙሕ ቪድዮታት ሰሪሕካ ኢኻ ሶሎ ሓውና ስለዚ እዚ ትገብሮ ዘለኻ ተግባር ትኽክል ኣይኾነን ከምኡውን ንዚ ሓውና እዚ ክንዲ ህይወቱ ኣቕልል ምባል ከምዚ ጌርካ ፈተና ምብዛሕ ኣድላይ ኣይኮነን። ብልቕጽል ናይ ሕቡእ ቃንዛ ስእሊ እውን ሶሎ ሓውና እዩ ሼር ጌርዎ ኣሎ ብዙሓት ሰባት እውን ተቐባቢሎሞ ኣለዉ። እዚ እውን ሓደ ገበን እዩ። ሓደ ሰብ ብድሌቱ ኢኻ ሼር ትገብሮ እምበር ብሌናዩ ፍቓድ ከምዚ ጌርካ ስእሉ ክተውጽእ ኣይነበረካን ሶሎ ሓውና። ከምዚ ፍቓድ ሓቲትካ ዲኻ ናቱ ስእሊ ጌርካዮ ድማ? ናይ ምንታይ ፍቓድ? ዝሓገብር ፍቓድ ክሓትት?
ምሽ ንሱ ኣይዘርግሖን ነይሩ ስእሉ ጉዳየይ ኣይፍለጥን።
ኣይኮነን ዝዘንጠለኒ ሰብ ዝንጥሎ ጥራሕ እየ ብስነ ስርዓት ዘይከደ ሰብ I'm just a fire ዝኾንኩ ሰብ እየ ኣነ ወላ ንባዕለይ ንዓይ ክትንክፈኒ የብልካን ብስነ ንዓይ ክትንክለው ድገብር ኖ ናተይ ሕጊ ስላስ if you touch me it's done እወ ክትንክፈኒ ክጥዑም መዓት እየ ብጣዕሚ ጥዑም ሰብ እየ በት ኢፍ ዩ ዱ ዲስ ቱ ሚ እስ ዳን ጉዳየ ኣይኮነ ሸ
እዋይ የገርም እዩ መቸም ሰሌር እዮም ዝብሉካ ዋላ ሰላ ኣነ ብጣዕሚ ኣይደኖ በቃ ከምዚ ዓይነት ትዕቢት ዘለዎ መንእሰይ እሞ ከዓ እስኻሲ ሓንቲ በቃ መንእሰይ ኢለ ዝሓስብ እሞ ከምዚ ዓይነት ትዕቢት ማለተይ ሰብሲ ድላይ ኣይኮነን እንድሕሪ ናቱ ስእልታት ኣብ ሜድያ ከውፅኦ እንድሕር ድላይ እንድሕር ዘያለዎ ኮይኑስ ብዘይናቱ ፍቃድ ብዘይናቱ ድላይ ጉዳይ ኣይኮነ እንዳበልካ ናይ ሰብ ናይ ሰብ ናይ ሰብ ናይ ሰብ ምስሊ ብዘይናቱ ፍቃድ ኣምፂኻ ኣብ ማስ ሜዳ ጠቂዕኻ ብዛዕባኡ ክትዛረብ እንታይ ዓይነት ውዱቕ ሰብ ኢኻ ኣነ ወላ ሓንቲ ኣት እወ እዚ ሓውና እዚ እውን ፅቡቕ ገይሩ እዩ ገሊፅዎ ዘሎ ኣዝዩ ዘሕዝን እዩ ሕቡቓን ዝሓውና ሰብ ኣይወፀሉን ናይ ብሓቂ ሽካዕ ኸዚ ይፍተን ኣሎ ኸዚ እውን ከም ትሪእዎ ዘለኹም ንእሽተይ ትንፋስ ኣብ ዝረኸበሉ ንእሽተይ ተስፋ ኣብ ዝረኸበሉ ብስንኪ ሰሎ ሓውና ከም ትሪእዎ ዘለኹም ሂወቱ ኣብ ምስቅልቅል እዩ ኣትዩ ዘሎ ብልቐፅል ሰሎ ሓውና እንታይ ክብሎ ዝደሊ እዚ ብዛዕባ ምሕሳድ ብዛዕባ ካሊእ ነገር ኣይኮነን ግን ድማ ሰብ ገንዘብ ኣብጽሐለይ ተይልካ ናብቲ ሰብ ኢኻ ክተብጽሕ ድሕሪኡ ዝሓተካ ኣካል ተሃልዩ ኖ ኣነ እኮ ናብ ሕቡእ ቃንዛ ልኢኸ እየ ኢልካ ስክሪንሻት ምሓዝ እዩ ስለዚ በይዛኻ ሰሉ ሓውና ከም መንእሰይ መጠን ክትረዳዳእ ሓደ ሰብ ክሓልፈሉ ተሎ እስኻ ክትሕጎስ እዩ ዝግበእካ እምበር ከምዚ ጌርካ ክትሕስዶ ስእልታቱ ናውፃኻ ክተዋርዶ ኣይግበእካን ከዚ እውን ሰሉ ሓውና ልቢ ግበር እሺ ፍቶት ስልቲ እስቲ ናብቲ ዝቅፅል ኣዘራራብ ዘሎ ዛዕባ ድማ ክወስደኩም እሱ ድማ ካብ ትግራይ ፊላሪ ካሜራ ማን ፊላሪ ሓውና ኩልኹም ትፈልጥዎ ኢኹም ሽካዕ ከዚ ናይ ፊላሪ ሓውና ደሃይ ኣይተረኸበን ዘሎ ካብ ዝጭወ ናብ ዓሰርተ ኣዋርሕ ገይሩ ኣሎ ሽካዕ ከዚ እውን ናይ ፊላሪ ሓውና ደሃይ ኣይተረኸበን ብዛዕባ ጉዳይ ፊላሪ ሓውና ጀነራል ወድን ጥሩ ክዛረብ ሰሚዕናዮ ብጣዕሚ ዘሕዝን እዩ ቪድዮታት ፋይላት ምሳኻ ኣለው ተባሂሉ ውድብ እናፈለጠት ብሻዕብያ ተታሒዙ ናብ ኤርትራ ተወሲዱ ይብል እስቲ ቃል ብቃል እንታይ ኢሉ ንስማዕ። የመራፍት ህዝቢና ዝመራ ዘለና

ምንሕስያ ዘይብሎም ምዃኖም ክነግረካ እናፈለጥዎም ብሓይሊ እናፈለጥዎም ብሓይሊ እዚኦም ክንወስዶም ኢና ኢሎም ዝወሰድዎም ተጋሩ ብዙሓት እዮም ዘለካ ካልእ ግዜ ዝርዝር ከምፀልካ ክእል እየ እናፈለጠ ፖሊስ እናፈለጠ ወዲ ወረደ እናፈለጠ ኩሎም ከይዶም ውድብ ፋኢዳ እያ ውዱብ ፈቒደ እያ ነስመራ ክውሰዱ እናተባህልኩ ብዙሓት ተጋሩ ክዮም ከይዶም ኣስመራ ኢንፎር እዝኒ እኮ ኣሎ ኣስመራ ክንደይ ተጋሩ ኣብቲ ናይ ኣስመራ እስርቤት ከም ዘሎ ይፍለጥ እዩ ካብዚ እናተጨወዩ እናተጨወዩ እናተወሰዱ ኣብ ግዜ ናይ ታደሰ ወረደ ምምሕዳር ዝተወሰዱ ዝፍለጡ ኣለዉ እዮም? እወ ኣለዉ ኣለዉ እዮም። መረዳእታ የሎካን? የለኒ እዩ።
ስለዚ እዚ ተመሳሳሊ እቶም ዝፈልጡ ሰባት እውን ክመፁ ይኽእሉ የብሎም ውን። እሺ ፍቶሰልቲ ከም ትዕዘብዎ ዘለኹም እዩ ኣዝዩ ዘሕዝን ዝኾነ ሓበሬታ እዩ ወዲ ንጥሮ ኣሕሊፉ ዘሎ ዓብዩ ሚስጥር እዩ ሽካዕ ኸዚ ፊላሪ ሓውና ደሃዩ ኣይተረኸበን ዘሎ ወዲ ወረደ ይፈልጥ እዩ ፖሊስ ትግራይ እውን እናፈለጡ እዮም ኣሕሊፎም ናብ ኤርትራ ሒዞሞም ኸይዶም ክፃረዩ ተባሂሎም ሽካዕ ኸዚ ናይ ፊላሪ ሓውና ደሃይ ኣይተረኸበን እስቲ

ዶኩመንት ምሳኻ እዩ ዘሎ ሃባ ተዋሂቡ ከም ዝኸደ እየ ዝፈልጥ ክምርመር ካልኦት ጀነራል ወደን ጡር ታይ እዩ ዝብል ዘሎ ናይ መሰረት ዶክሜንት ምሳኻ እዩ ዘሎ ኢሎም ንፊላሪ ናብ ኤርትራ ወሲዶሞ እዩ ዝብሎ ናይ ጊዜ ጉዳይ ኮይኑ እምበር ስለ ፊላሪ ማንም ሰብ ሱቕ ኣይበለን ማንም ሰብ እውን ኣይደቀሶን እዩ ስለ ፊላሪ እውን ሱቕ ኣይንብልን ኢና ብዙሓት ሰባት ኣብ ሚድያ ፊላሪ ብዙሕ ጊዜ ተዘሪብሉ ነይሩ ሕጂ ግነይ ረሲዕኹሞ ካብ ኣዕርኽቱ ጀሚርኩም ናበልኩም ንብዙሓት ኣዕርኽቱ ትወቕስዎም ኣለኹም ኢኹም። ናይ ግዜ ጉዳይ እምበር ንደቒቓ እውነይ ኣይረስዕዎን እዮም ኣዕርኽቱ። ማንም ሰብ እውን ኣይርስዕን እዩ። ፊላሪ ሓውና ንብዙሓት ኣርኣያ ዝኾነ፣ ፊላሪ ሓውና ንብዙሓት ሰባት ዝሕግዝ ዝነበረ ኣብ ሞያኦም ጅግና ሓውና እዩ። ነዚ ሓውና እዚ ኸዓ ከመይ ጌርና ኢና ንርስዖ? ዝርሳዕ ስለ ዘይኮነ እዚ ኣጀንዳ እዚ ናኸፈትናዮ ናመጻእናዮ ክንከድ ኢና ማለት እዩ ፊላር ሓውና ክሽ ካብ ዝርከብ ማንም ሰብ ኣይድቅስን እዩ እዚ ጨካን ጉጅለ ንዓመታት ኣሕዋትና ናመንጠለና ጸኒሑ እዩ እዚ ጨኳን ጉጅለ ባዕልና ንባዕልና ንኸይንሳማማዕ ንኽንባታተን ጌርና እዩ እዚ ጨካን ጉጅለ ብዓሌት ንኽንባታተን ጌርና እዩ እንሆ ተጋሩ ኣሕዋተይ ንዚ ጨካን ጉጅለ ከነሸንፎ ንኽእል ብሓደ ኮይና ተሰሪሕና ብቻ እዩ እምበር ተተባታቲና ኣነ ወዲ እንትና ዓደየ ኣነ ወዲ እንትና ዓደየ እናበልና ናተበታትና ንዚ ጨካን ጉጅለ ዕድሚና ክነናውሐሉ እምበር ኣይነሸንፎን ኢና እንሆ ሕጂ ድማ ተጋሩ ኣሕዋተይ ናብ ሓደ መፂና ንለውጢ ናሓሰብና እቶም ዝግፍዑ ዘለዉ ቤተሰብና ኣሕዋትና ዝግፈፉ ዘለዉ ነድሕኖም ክብለኩም እየ ዝደሊ ፊላረ ሓውና ሓላፍነት ዘለዎ ሰብ እዩ ባኒ ዝጥይቕዎ ቆልዑ ኣለውዎ እዮም ሰበይቱ እሎቶያ እቲ ባኒ ግነይ ኣብዘ ሰዓት ኣባና ክኸውን ኣለዎ ክሽካብ ኣፍ ኣውጺኦም ዝጥይቁና ክኸውን የብሉን ፊላሪ ክንሓስቦ ተለና እቶም ቆልዑና እታ ሰበይቱ እቲ ቤትሰቡ ክንዝክሮም ኣለና ምኽንያቱ ሓላፍነት ናይ ቤትሰቡ ኣብ ፊላሪ ሓውና እዩ ነይሩ እሺ ፍቶትልቲ እዚ ሓውና ዝዛረቦ ዘሎ ሓቂ እዩ እሽካዕ ከዚ ናይ ፊላሪ ሓውና ድሃይ ኣይተረኸበን ዘሎ ፖሊስ ትግራይ እዚ ጉዳይ እዚ ሓቂ ድዩ ሓቂ ድዩ ናብ ሻዕብያ እሕሊፉ ተወሲዱ ብስንኪ ናይ መሰረት ፋይል ሓቂ ድዩ እዚ ጉዳይ እዚ? ንምንታይ እዩ ከ ሱቕታ መሪጽኹም? ንምንታይ እዩ ከ ኣሕሊፍኹም ሂብኹሞ? ባይ ዘ ወይ እዚ ጉዳይ እዚ ጸጥታ ናይ ትግራይ ዝምልከተኩም ኣካላት ክትሰርሕዎ ክትኽእሉ ኣለኩም። ምናልባት ጀነራል ወድን ጥሩይ ተዛሪቡ እምበር ህንደይ ክንደይ ጉድ ኣሎ እዩ ማለት እዩ ኣብ ትግራይ። ስለዚ ፍትሒ ንፊላሪ ሓውና ከምኡ ውን ን ስድራቤት ፊላሮ ውን ዝከኣልናዮ ብሼር ይኹን ብላይክ ላገበርና ብ ሓገዝ ይኹን ን በዓልቲ ገዛ ፊላርን ን ደቁን ንብጸሐሎም። እሺ ፍትክልቲ እስቲ ናብቲ ዝቅጽል መደብ ድማ ክወስደኩም እሱ ድማ ካብ ትግራይ ን ልምዓት ጉጅለ ኣደታትና ግብረ መልሲ እናተዋህበ እዩ እስቲ ንስማዕ። እስቲ መዓት ደቂ ኣንስትዮ መዓት ኣዴታትና ውን ንርኢ ኣለና ብዙሕ መድረኻት ምስ ደቅና ኮይና ክንቃለስ ኢና ኣለና ኣብ ጎንኹም። ሀዚ ልክዕ ም ንቅድሚ ሐዚ ዝነበረና መስፈናና በርበረ ውግእ ኣይኮነይ። ዓለም ኣቤት እያ ትገብርና ኣዚ ልፍጠር ውግእለ ካብዚ ድና ከምዚ ናሓለፈ ውግእ ይኾነ ክኾን ካሊእ ተዓፃፃፊ ካሊእ ብዙሕ ነገራት ቴክኖሎጂ ዝተሓገዘ ክኾን በይስ ብልካ ሀዚ ብስምዒት ወላልካ ብጭርሖ ወይ ብበርበረ ወይ ብመስፈል ግበር ውግእ ይኾነ ሽቲ እውን ስርኢና ኢና ሶ ሓደ ኣብቲ ማሕበራዊ ሚዲያ ዝወፅኡ ኣለዉ ሰባት ተቐባልነቶም ለ ክወፁ ዝግበርሉለ ትኩረት ይገበረሉ ኣዴታትና ክብሪ እኒኤና ንሕና ንፈትየን ኢና ግን ኣነ እዚ ይብሎ በቃ እዘን ኣዴታት እዚኣተንስ ትክክል ይኮናይ እኒኦ ኣነ ላየ ትክክል ይኮናይ ኣደይ ወፅያስ ደቅና ሒዝና ላየ ድያ ጓሊ ሒዘስ ክጋደል እያ ትብላ ኣነ ከዓ ኣብ ህይወትኩ መን ወሳኒት ገይርዋ እሱ የሉ ኣለኹ ሶ ለወፁ ዝብልብሉ ኣለዉ ሀሉሉ ኣለዉ እዞም ከምዚ ዓይነት ነገር ዘለ ብጣዕሚ ፅዑንታ ይፈጥሩ እቲ መንእሰይ ይኩንስሎ እዚ መንእሰይ ይወፅሎ ይኸድሎ ከምኡ ላለ በቃ ይርእሉ ይውስኑ ነገራት ብጣዕሚ እዮም ፈጥን ዶ ብሱር ብጣዕሚ ካብ ዝሓለፈ ግዜ ነርስ ብተዓፃፃፍ ከይሓሰብናዮም ከይፀበናዮምስ ኣብ ለይቲ ልምና ኣብ ሓሳብናስ እዮም ንከለዉ ቅድሚ ሕዚ ብካሊእ ረስ ሞራል ነርና ኩልና ክህልወና ትክክል ዲና ነርና ብለ ይገድስ ሕዝስ ኣነ ይስኸንስ ናይ ንሓሳብ ሕና ኢና መለስ ንበሃል ማለት ምስንና ምስ ሓጎታትና ምዘንርኢ ኣለና ዝተወዳደና መቸም ሕና ኢና ሕና ኢና ነዚ ቃልሲ እዚ ድልዋት ንኮን ንኽእል ደስዮም ዘሕለፍናዮ እውን ጉልበትና መንእሰይነትና ልጥቀምስ ናይ ናይ እምበር ናይ ኣዴታትና ይኮነ ኣዴታትና ከምዛ ለመዳ ወይ ስንቂ ምሕገዝ እያ ወይ ፀሎት እያ ወይ ሻቅሎት እያ ካሊእ ገብራ ይኽእል ኣይክእል እዩ ንወፃኢ ሶ እዚ ኣሕና ኖይና ንኸድ ኣለና እሞ ለዴታትና ድን ክጋደላ ማለት ኳ ኣብ ድፋዕ ክወርዳ ክተኸሱ እዞም ከምኡ ንሪኦም ኣለና ሰባት ማለት እዚ መንእሰይ ሓሳብ ክገልፅ ዘለ ዕድል ክረክብ ይኽኣል እዩ በቃ ኣብ ዝኾኑ ሰባት ተሓፂሩ እዩ ዘሎ ዝውሳንና ኣነ ለለ ኣብ ለይ ተወሰኑ ኩሉ ባዕለይ ኢደይ ብለይ ውፃእ ኩሉ ሓሳብ ብለይ ሃብ ኩሉ ቃል ሰለ ክሳተፍ የድሊ ኢለ ሓሳብ ኢለ እዚ ለይ ምርዳእ ብጣዕሚ ዓብይ ጋብ ተፈጢሩ ኣሎ ኣብ መንእሰይ ኣብ ወለድና ኣብ መራሕቲ ኣብ ዲያስፖራ እዚ ዝተለይ ተጣሚርለ ልመፅ ቃልሲ ልፍፀም ቃልሲ ይህሊ ልዕወት ቃልሲ ለይህሊ እወ እዛ ሓፍትና እዚኣ ወጋሕታ እውን ፅቡቅ ገይራ እያ ገሊፃቶ ዘላ እዛ ሓፍትና እዚኣ ተጋዳሊት እያ ኣብቲ ናይ ትግራይ ግዜ ከመይ ዝበለ ዋጋ ዝኸፈለት ሓፍትና እያ ብልቅፅል ኣደታትና ብስኸት ሰዓ እዚኣ ሚድያ ወፂኽን ክትዛረባ ተለኸን ደቅና ክሰርሑ ኣለዎም ሂወትና ክቕይርዎ ኣለዎም ፅቡቅ ፅቡቅ ነገር ስራሕ ዕድል ፍጠርሎም ኢልክንኩም ልቶም ኣብ ስርዓት ዘለዉ ክትሓታ ዘለክን እምበር